ከመይ ቀኒኹም ክቡራትን ፍቱዋትን ተኻታተልቲ ሽደን ሪኣክትስ ዋን። ተመስገን ደሓን ኢና መቸም እስኻ ከመይ ኣለኻ። ኣነ እግዚኣብሔር ይመስገን ብጣዕሚ ሰላም ኣለኹ ከምዚ ከማይ ከም እትህልዉለይ ከም እትኾኑ ኸኣ ብጣዕሚ ተስፋ እገብር ማለት እዩ ናብ ናይ ሎማዓንቲ ቪድዮ እስኪ ሕዘ ሒዘኩም ክሰግር። ሽደን ሽደን ኣንታ ጉብዝ ዓል። ሓቃ ድያ ኣዱ ብሌን ኣትዛረቦ ዘላ ዘረባ? እስኪ ርእቶ ኢኹም ትህቡ ሰማዕቲ ከዳዓት ንስኻትኩም ኢኹም ኣነ ነፍሰይ ሒዘ ወፂ ካብ ኤርትራ እዚኣ ጨርቀይን ደቀይን ሒዘ ወፂ። ሞገስ ንምንታይ ፖለቲካ ገዲፍካዮ ተባሂሉ ሞጌ ጠፊኡ እዩ ማለት እዩ ብዙሕ ግዜ እንዳመጸ ገለ ኔሩ ሓቀኛ ምኽንያት ግን ሓንቲ ኣላ ዝኾነት ኣብ ማእከል ተንፊስዋ ኣሎ ብዙሓት ከኣ እዚኣ እንድያ ነዚኣ ንኸይትዛረብ ዲኻ ኩሉ ግዜ ላዕልን ታሕትን ትብል ኢሎሞ ማለት እዩ ለውጢ ከተምጽእ ኮንካ ምብጋስ እያ ኣብታ ባይታ ከድካ ከምዛ ሶራውያን ዝገበርዋ ማለት እዩ ዝተፈላለዩ ሰባትሲ ኢትዮጵያ ወደብ ንከይትረክብ ካብ ዝገበሩ ሰባት ሓደ መለስ ዜናዊ እዩ ወይ ከዓ ነቲ ሕቶ ዝዓፆ ኢሎም የቕምጡ ኣለው። ስለዚ እቺ ትልቅ ሃገር የባህርበር ለምን ኣይገባል። ዝበይ ደቀሰን ንስኹም ኢኹም ደቂስኩም ዝብል ጥርዓን ናይ ተማዛበልቲ ንስኻትኩም ግን ንስልጣንኩም ክትብሉ እዚ ውግእን ፖለቲካን ካልኦትን ግደፍዎ እሞ ንዓና ንክትምሉስና ጸዓሩ ዝብል ምሕጸንታ ዳርጋ ብዙሓት ኣዴታትና ውን ተዛሪበንኦ ኣለዋ ነቲ ጉዳይ እዚ ሒዘልኩም መጽየ ኣለኹ ማለት እዩ። ዋይ ናይ ጠጣምኹም እንዶ ኣይትሕሰቡ ነናይ ስልጣንኩም እንዶ ኣይትርኣዩ ንህዝብኹም እንዶ ሕሰቡ። ውድብ እውን ከይትፈርስ እንድሕር ድኣ ኮይና ከኣ ጠንኪርና ክንሰርሕ ኣለና ሕብረትና እውን ክነስምር ኣለና ዝብል መልእኽቲ ካብ ግዝያዊ ምምሕዳር ትግራይ ዝተዋህበ ኣሎ ማለት እዩ። ናይ ኩላትና ኣሰር ዘለዎን ፓርቲ ድሕንነቱን ቐፃልነቱን ክረጋገፅ እዚኦም ኩሎም ጥቅልል ኣቢለ ኣብቲ ናይ ሎማዓንቲ ቪድዮ ሒዘዮም መጺየ ኣለኹ። ብኸመይ ኢና ነቶም ቪድዮታት ሪኣክት ክንገብሮም ምሳና እንተጸኒሕኩም ክትሪእዎም ስለ ዝኾንኩም ነቲ ቻናል እዚ ሓደሽቲ ኢኹም ሳብስክራይብ ላይክ ኮሜንት ሼር ብምግባር ናብ ካልኦት ስለ ተባጽሕዎ ብጣዕሚ ብጣዕሚ እየ ዘመስግነኩም ነባራት ኩንኩም ሃናጺ ሪኢቶ ስለ ትጽሕፉ ውን ብጣዕሚ ኣዝዩ ዝለዓለ ክብረት እዩ ዘለኒ ማለት እዩ ተወልደ ንጉሰ እዩ ሓቂ ሓቂ ሓቂ ተዛሪብካ ኢልኒ ማለት ሓቂ ተዛሪብካ ሓቂ ይሃብካ እንጀራ ዓለም ብላዕ ተወልደ ሓወይ እንጀራ ዓለምስ ናይ ብሓቂ ብላዕ ንሓቀኛታት እዩ እንጀራ ዓለም ብሱሩ ሓቂ እየ ክዛረብ ካልእ ነገር ኣይክዛረብን እየ ማለት እዩ ዝሓወይ ከኣ ከምዚ ማለት እዩ ብተመሳሳሊ ላይክ ላይክ ላይክ ጌሩለይ ኣሎ ብጣዕሚ ክብረት ይሃበለይ የቀንየለይ ንኩሉኩም ብጣዕሚ ጌረ እየ ዘመስግነኩም ናብ ናይ ሎማዓንቲ ቪድዮ እንሆ ንስገር። እታ ቀዳመይቲ ቪድዮ ንእሽለይ መስሓቅ ጌርና ኣዋልድ ጸልኦ ነገራት ሓቁ ድዩ? ሓቂ ድዩ ዝዘረባ። ኣዋልድ ዝጸልኦኦ ነገር ሓደ ኮሚክ ዝኾነ ሓውና ማለት እዩ ኣዋልድ ዝጸልኦ ነገራት ሲ እንታይ እንታይ እዩ ኢሉ ካብ ኤርትራ ማለት እዩ ኣብ ዝኾነ ናይ ታለንት ሾው ውድድር እዩ ኣቕሪብዎስ ንእሽለይ ክንስሕቕ ኢና ማለት ከም መስሓቂ ክንጥቀመሉ ኢና። ኣዋልድ ክጸልኣኻ እንተደሊኻ እንታይ ትገብር? እዚኣስ ዝኾነ ሰብ ኣይፈልጣን እዩ። ሕጂ ሎማዓንቲ ሰለስተ ነገራት ኣብጺርኩም ኣለኹ ኣዋልድ ክጸልኣኹም ትገብርዎ ነገራት ቀዳመይቲ

ዳሓረይቲ ምኽሪ ጓል እንተቆፂራትካ ሻሂ ከተስትየካ በጃኹም እምቢ ከይትብሉ ኪድወን ኣብቲ እንዳ ሻሂ ምስ ገርኩም እንታይ ትገብሩ መሲልኩም ኣብ ወለዲ ፈትዎ ዕላል ኢኹም ተልዕሉ ቀዳሚ ተልዕልዋ ክራይ ገዛ
ኣታ እዚ ናይ ሓቂ ሓያል ሰብ እዩ ማለት እዩ ክራይ ገዛ ብዛዕባ ክራይ በቃ ጨኒቑ ንልምቅደ እሺ ከመይ ተልዕልዋ

ሓራዩ ቅፅል ኣቢልና ከዓ ኣዋልድ እንታይ ይፈትዋ ዝብሉ ሓደ መምህር ሃይማኖት ዝተዛረቡና ዘረባ ድማ ኣሎ ዝፀልኦ ተነጊርና ኢና ዝፈትዎ ድማ የድልየና ስለዝኾነ ምእንታን ክልቲኡ ባላንስ ክኸውን ማለት እዩ እቶም መራሕ ሃይማኖት ዝበሉና ዝኾነ ኣሎ ትምህርቲ ነገር ኣሎ ብጣዕሚ ደስ በሃሊ እዩ ግን ትግራዋይ ኣብ ፍቕሪ ከመይ ኢኹም እስ ንኽእል ዲና ማለት እዩ ኤርትራውያን ተጋሩንስ ኣብ ፍቕሪ ከመይ ኢኹም ብሓፂሩ ማለት ንትግራዋይ ጥራሕ ስለዝግበር ኣብ ፍቅሪ ከመይ ኢና ንሕና ንክእለሉ ደስ ኣይንክእለሉን እዚኣ ደቂ ኣንስትዮ ኣሕዋትና እየን ዝምስክራ ማለት በዓልቲ ቤተ ሕጂ ርእይቶ ክትህብ ትኮን እያ ኣብ ውሽጢ ኣቲኩም ላይክ ግበሩለይ ዌል ሰይድ ለስ ጎ እስኪ ንፍቅሪ ከመይ ኢና ትግራዋይ ሓንቲ እኒኣቶ ዕንቅፋት እታ ዕንቅፋት ብልበይ ዶ ይፍቅር ኣለኹ ይልበሃል ነገር ብእዝና እያ ትደሊ ወይ ወይዛኹም እዚኣ ዝተረድላ ኣይትሕዝን ከዛ ሰይት እዚኣ ኣርባዕተ ላእክል ወሊዳትሉስ ሓንቲ መዓልቲ ፍቅሪ እንዲያው ዕስራ ዓመት ዝገብሩ ድኾን ካብኡ ብላዕሊ ገብሩ እዮም ኣርባዕተ ኦ፣ ወሊዶም ኣርባዕተ መቸስ ተወሊዶም እና ዳግም ዶ- ሓንቲ መዓልቲ የፍቅረኪ እየ ስናፍቃ ወይለይ በገዛ ሰብኣያ ናብ እዛኹም ተጋሩ ኣስኡን ኣብዚ ኣስተውዕልዎ ሓዳርኩም ምዕሩግ ግበርዎ እንዳውም ብጣዕሚ ዝገረመኒ ነገረት ነግረ ዳሓር ንምንታይ ኢኻ ማ ጥዑም ነይ ትብለኒ ትብለላስ ተለይ ጥዕም እንዳያ ሰትዮ እዩ
ነቓጽ ዝኾነ ማለት እዩ ንሕናስ ከምዚ የኔ ቁንጆ የኔ ማር ማይ ስዊቲ ሃኒ ገለ ገለስ ዝብልስ ኣይንኽእሎን ሓቁ ኣብዚኣስ ሓቁ ሓቂ ኣለዎ እዞም ሓቂ ኣለዎ ጥራይ ሓቂ ኣይንኽእላን ገለ ኢና እንታይ እዩ ዓቐበት ዝኾነና ሕጂ እኳ ክጅምራ እዩ ካብ ሎማዓንቲ ጀሚረ ሕጂ በቃ ሲሉ ዋላ ይጥዓም ዋላ ዕረ ይጥዓም ዓብየት ክጥዕም ፀብሒ ዓብየት ዓብየት ዓብየት ባይዘ ሪዋርዲንግ እያ እዛ ነገር እዚኣ ሽልማት ኣላታ ማለት ንፅባሒት ገራሚ ፀብሒ ይስራሓልካ ጨማ
እዚኣ ድያ እዛ መልሲ ግን እዚኣ ድያ እዛ መልሲ ጥዑም ወ- ዋይ ዛምቤቴ ክጥዕም በቃ ተባረኺ እንዳውም ኣቦ ወደ ሰብኣይ ይባረኽ እዩ ተባረኺ ዛምቤቴ በቃ ቡልድ ብደቂ ክትሓጎሲ ተልብላ በስማ ከዳዓት ትበሃሉ እዚኦም ና- እዞም ክብለኩም ዝፀናሕኩም እዮም ከዳዓት ኢድ- ኢድ ብተግባር ሃገር ዘሚትኩማ ዝወፃኹም ከዳዓት ንስኻትኩም ኢኹም ኣነ ነፍሰይ ሒዘ ወፂ ካብ ኤርትራ እዚኣ ጨርቀይ ደቀይን ሒዘ ወፂ ዝሕፍረኒ ዝሰረቕክዎ ዝወሰድክዎ ክንዲዚኣ ሳንቲም ናይ መንግስቲ የብለይና ብመልሓስኪ ከምዚ ትብል ነርክ እንድሕር ተባሂልኻ ዋላ ንማሕነቕቲ ክፍረድ ድልውቲ ኢለኩም እየ እዚ ናተይ ትብዓትሲ ፕራክቲስ ግበሩ ክትመሃርዎ ኣለኩም ኣትዚ ኬትኩም ንሻዕብያሲ ወይ ከዓ ነቲ ሓራዲ ቀታሊ ገለ መንጣሊ ትብልዎ ዘለኹም ከምዚ ናተይ ፊት ንፊት ኣብ ቅድሚ ጠጠው ክትብሉ የተባብዓኩም ማለት እዩ ተረዲኩም ስለዚ ነቶም መንእሰያት ኣሕዋተይ እንታይ ክብለኩም እየ ደል ነቶም ንኣሽቱ እዚ ከምኡ እንዳገበሩ ቴረር ዝገብርልኩም ዘለዉ ሽጣራ እዩ ከምዚ ክገብርዋ እዮም ክቐትልዋ እዮም ክሓንቁኹም እዮም ከብልኹም እዮም ዝብልኹም ዘለዉ ንሶም ኣብ ስደት ጠፊኦም ኣብ ስደት በልዮም ህዝቢ ኣባሊዖም መንእሰያት ኣቃቲሎም ኣይትኸውንን ኣይትኸውንን እያ ኢሎም ክንደይ ሰብ ኣፋሊሶም ብኣውራጃን ብዓሌትን ኩሉ ተመናጪቱ እዚ ህዝቢ ንሓንሳእን ንሓዋሩን ከምዘይፋቐር ገይሮም ኣማናጪቶም እሞ ተስፋ ስለ ዘይብሎም መዓት ዝሕትት ነገር ስለ ዘለዎ ንዓኹም እንታይ ይብልኹም ከይትኸዱ ከም እንታይ ጌርካ ንስኻ ዳኣ ኣነ ንስኻ እንታይ ጌርና ኣነ ንስኻ እንታይ ጌርና ስለዚ ክንከይድ ንኽእል ኢና እያ ትብል ዘላ ማለት እዩ ከመይ እያ ትሰማምዑላ ዲኹም ሓቃ ድያ ኣዱ ብሌና ትዛረቦ ዘላ ዘረባ እስኪ ርእይቶ ኢኹም ትህቡ ሰማዕቲ ናታትኩም እዩ ሎምስ ትሪኣክሽን ዳርጋ ንዓኻትኩም ይገድፈልኩም ኣለኹ እዩ ኣብቲ ርእይቶ ሃቡን ሃቡኑ ማለት እዩ ድጄ the king የምጽእዎ ማለት እዩ ሞጌይ ዎው ጠፍኤ ዝጠፍኤ ሰብ ለምቅነ እንኳዕ ደሓን መጻኻ ግን ንምንታይ ኢኻ ፖለቲካ ዘይሕልካ ከምቲ ናይ ቀደም ደለኻ ተኢልኩምኒ እሺ መጽሓፍ ቅዱስ እንታይ ይብል መሲልኩም ኣቦኻን ኣዴኻን ኣኽብር ይብል እሺ እዎ እሞ ቀደም እውን ኣይተኽብርን ኢኻ ነርካ ከመይ እያ እዛ ነገር ኣነ ወለዲ ኣለውኒ ኣሕዋት ኣለውኒ ተረዲኹምኒ ስለዚ ኣሕዋተይ ኣይተቐበልዎን ጸጥ ኢልካ ወንጌልካ ጥራይ ኣገልግል እዮም ዝብሉኒ ብዙሕ ግዜ ማለት ወይ ከዓ ናይ ሰብኡት ከዓ ሜዳ ምውራድ እያ ንሳ ከይንወ እቲ ሓቂ ድሕሪ ክንደይ እቲ ሓቂ ሎም ወፅያ ኢሉ ወይ ከዓ ናይ ሰብኡት ከዓ ሜዳ ምውራድ እያ እዚኣ ዘይትዛረብ ንምንታይ ኢኻ ናብቲ ሓንቲ ከድካ ዳኣ እታ ከዓ ፈሪሕና ኣብዛ ስደትና ንደሊ ኣለና ማለት እዩ ሓቂ እንዲ ስለዚ ለውጢ ከተምፅእ ኮንካ ምብጋስ እያ እታ ባይታ ከይድካ ከምዛ ሰውራውያን ዝገበርዋ ማለት እዩ ነቲ መንግስቲ ዓልዮሞ ብረታዊ ቃልሲ ገይሮም ዓልዮሞ ናይ ሰብኣይ ስያ

ሓውና ኣይኮንካን ትብሎ ዝነበርካ ህዝቢ ሎሚ ኣሕዋት ኢና ክትብሎ እሞ ከዓስ በሰላ ኣሎ ኣብ ሓቂ ክንዛረብ እንተኮይና እቲ ህዝቢ ገለ ከመይ ይቅበልዎ ንሳቶም ንስኩም ከመይ ትቅበሉ ባይዘወይ ንስካ ነቲ ትማሊ ትብሎ ዝነበርካ ሲ ከመይ ሕጂ ተዋህዶ ትክእል ናይ ጸላም መፍትሒ ብርሃን እዩ ናይ ጽልኢ መፍትሒ ሰላም እዩ። ናይ ባእሲ መፍትሒ ዕርቂ እዩ ኢልካ ኔርካ ዶ እወ ንስኻስ ኢልካ እንዲኻ ተቓቲልኩም ኔርኩም ዶ እወ ሕጂ ከ ዕርቂ እዚ ዓለም ለኻዊ ሕጊ እዩ እሞ ከምዚ ትብሉ ኔርኩም ኣይሃስየኩምን ዶ ይብሉ ኔሮም ንብል ኔርና ይትኩሱ ኔሮም ንትኩስ ኔርና ይቐትሉና ኔሮም ንቐትሎም ኔርና ይደፍኡና ኔሮም ንደፍኡም ኔርና ኣዕንዮምና ንሕና ከማን ክንዲቲ ዕንወት ኣይገበርናን እምበር ንሶም ስጋብ ሕምብርቲ መሬትና ኣትዮም

እንደኡም እኳ ክንድኡ ከይድና ኣዕናኒናዮም እምበር ኣዕሪሮምና። እቲ ናይ ለብ ዘበን ነበረ እቲ ናትና ዝሓለፈ ዕንወትን ናታትኩም ዕንወት እቲ ናታትኩም ዕንወት ስለ ዘይፈለጥክዎ እንድየ እቲ ዕንወት ዕንወት ድዩ ዘይኮነ ኮይኑ ዝይስምዐካ ኣታ መጭበርበሪ ዝኾንካ ሰብኣይ ታይ እያ ኣብዚኣ ምስ በፃሕኻ ሕጂ ክልፍ ዘበለትካ ሓቂ ንኸይትዛረብ ዕንቅፋት ዝኾነካ ነገር እስኪ ተዛረብ ኣብየት ኣብየት ሰብ ከቢድ እዩ ብጣዕሚ። ገሮን እዚ ኩሉ ሓሊፉስ እንታይ እዩ ዕርቂ እሞ ሕጂ ፅምዶ መፅዩ ኣሎ ናብ ዕርቂ ኣንፈት ዝወስድ እሞ ብፅምዶስ ዝክልተ ህዝብታት ዕርቂ ገይሩ ክከይድ ይበሃል ኣሎ ፅቡቅ ባእሲ እኮ ኣነ ንስኻን ተባኢስና ክንዕረቕ ኢና እኮ ኣነ እንተ ሓደ እንተባኢስና ክንዕረቕ ኢና ኮም ኢልና እኮ ኣይንነብር ኢልና ኮም ኢሉ ዝነብር ኣብ ዓለም የለን ጽሉል ጥራይ እዩ ከይወግሐ ዝነብር ጸላም የለን ከይጸልመተ ዝነብር ብርሃን ከኣ የለን ነናቶም ወቕቲ ኣለዎም ታራ ኣለዎም። ሕንሳብ ተደምረናል እንታይ ድዩ ኣብይ ኣዲስ ኣበባ ከይዱ ኣይ ሚን ኢሳያስ ኣዲስ ኣበባ ከይዱ ሕጂ ንስኻ ኢኻ ትመርሓና ዶ ከምዚ ዶ ገለ መዓት ኮሸምሸም ርኢና ኣስመራ መጺኡ ገለ ድሕሪ ሕጂ ምስ ኢሳያስ ባሕሪ ኢና ንማቐል ክብል ከሎ ኢሳያስ ገለ ኩሉ ርኢ እዚ ኣብይ ኩሉ ተራእዩ ሓቂ ዶ ብሓንሳብ ዝሰርሑ ነይሮም ሰራዊቶም ብሓንሳብ ዝሰርሑ ነይሮም እዚ ክትክዕዶ ከይትፍትን ስለዚ ንስኻ ምስቲ ምስኦም ዝሰርሕ ዝነበረ ሓይሊ ሙስ ኢኻ ነርካ ህግደፍ ምስ ብልፅግና እዩ ነይሩ ተባኢሶ ህግደፍ ምስ ሻዕብያ ኣሎ ህግደፍ ምስ ህወሓት ኣሎ ሕጂ ኦኬ ንሕና ከኣ ትማሊ ሲ ምስ ተጋሩ ኔርኩም ትብል ኣለኻ ሎሚ ምስ ብልጽግና ኣለና ሕጂ ነቲ ናትና ዓገብ ክትብሎ ከለኻ ሲ ይብለካ ኣለኹ እቲ ናትካስ በየናይ መንገዲ እዩ ቅዱስ ኮይኑ ንስኻ ውን ከምኡ እኮ ኢኻ ዘለኻ ይብለካ ዘለኹ። ትክክለኛ መልሲ ዜሮ ፐርሰንት ፍልጠት እዮም ኢሎሞ ንዓወት ማለት እዩ ዜሮ ፐርሰንት ኣይኮነን ሓምሳ ሓምሳ ኢኩም ትኮኑ ሓምሳ ሓምሳ ደሓን ዘርእሰናይ ውሕሉል ዝኮነ ናይ ኣዛረባ ክእለ ናይ ዘራረባ ክእለት ስለ ዘሎዎ ብኡንብኡ ውን ማለት እዩ ኣብቲ ስነ ጥበብ ገለ ዝኮሓሓሎም ቃላት ገለ ናይ ምልማድ ስለ ዘሎዎ እምበር ምንም ዋላ ሓንቲ ዝተፈልየ ነገር የብሉን ሓቂ ከም ዘላታ እያ እንዶ እኳ ድኣ ዝሓሰወ ዘርእሰና እዩ። ሎምስ ናይ ቀይሕ ባሕሪ ጉዳይ ተተሓሒዙ እቲ ኹናት ናብ ትግራይ ውሽጢ ንኽሰሓብ እዩ ዝገብሮ ዘሎ ዝብል ኣሎ።
መንግስቲ ኤርትራ ከምዙይ ዝሓስብ ዘሎ ከምዙይ ስለ ዝደለየ ስውል ናፃ ዝብሃል ድማ እኒኦ መንግስቲ እኮ እዩ ፖለቲካዊ እኮ እዩ ዝሰርሕ ዘሎ ስለዚ እሞ ገዛ እንድሕር ክሓስ እንድሕር ክስሕቦ ኮይኑ እሞ ነፃ ዝብሃል ነገር ዘየለ ተኾይኑሲ ዋላ ይስሓቦ ድይኒ? ዋላ ይስሓቦ ተስሓቦ ዝኾነ ነገር ከሲርና እሞ ዝኾነ ነገር እንድሕር ድኣ ንኸስር ኮይና ሕጂስ ዝኾነ ነገር ኢና ከሲርና እኒሀና ነቲ ዝኸሰርናዮ ነገር እኳ ድማ ብፀባይን ብትሕትናን ብዲፕሎማሲን ብርድኢትን ከይነምፆሲ ተመሊስና ክንከስር ኢና እንድሕር ኮይኑስ ኣነ ግን ዘይርደእኒ እዚ እዩ ህዝብና ክነምልስ ምኽንያቱ ህዝብና ክነምልስ ካሊእ ሰብ ክነሰድድ ኣለና ድዩስ ወይስ በብታራ እዩ ክኸውን ማለት እዩ እቲ ምምዝባል ኩናት ተተኸፊቱ እኮ ሕጂ እውን ተመሳሳሊ ውፅኢት እዩ ዘለዎ። I don't know በቃ ስቅ ኢልካ እዚ ዝፈረሰ ኣካይዳ እኒሀና እዩ ኩላና ከም ህዝቢ። እዛ መፅኡ ንህዝቢ ትግራይ ዋላስ ክልምን ይኽእል እዩ እሱ ዝነበረ ፀገም ንፍትሓዮ ህዚ ናይ ሓባር ፀገም እኒና ከምዚ ንግበር ከምዚ ንግበር ተይሉስ ነውሩ የብሉን መንግስታት ከምኡ እዮም ዝገብሩ እየ ዝብለኪ ዘለኹ ስለዚ ከምዚ እዩ ዝገብር ዘለኹ ንቁሉዕ ነገር ንዘይሽፈን ነገር ከመይ እዮም ከም ምሽጥር ገይሮም ዝሓስዎ ንሕና እውን ፀገም ስለ ዘለና ኣብዚ እንታይ ንርባሕ እዩ ክመፅእ ዘለዎ እቲ ጉዳይ ከመይ ንጠቃቀም እዩ ክመፅእ ዘለዎ እቲ ጉዳይ ናብ መሬት ትግራይ ቦቲ ከምፆ እዩ ግዛእ እዩ እንታይ ዝኾን ኣብ መሬት ትግራይ ኮይኑ እቲ ውግእ ኣበይ ደኒየ ህዝ መን ድዩ ተፈናቂልኒ እንታይ ድና ዳሞ ንብል ዘለና እሞ እቲ ሕጂ ዝኒሀ ምፍንቓልሲ ብኡ ክውሰኾ ኣለዎ ድዩኒስ ንሶም ንክንምልስ ኢና ንቃለስ ኣብዚ እቲ ፀገም ሕጂ ረእዎ እቲ ፀገም ኣሎ እዩ ኣብዚ እታ ቢልዋቅዒ ዝኾነ ዘረባ ኣብዚኣ ኣላ እያ እሺ ናይዞም ናይዚ ዓብይ ሰብኣይ ማለት እዩ ብዙሕ ቀደም ኣብ ቃልሲ ከዲዕም ከይዶም እዮም ዝበሃሉ ካብቶም ዝኸድዑ ቃልሲ ዝበሃል ሓደ እዩ ይመስለኒ እስኪ ንስማዕ እዮም የባህር በር ጥያቄ እንዲዘጋ የፈቀደው የህወሀት አመራር ነው። የመለስ ዜናዊ አመራር ነበረ። ይህን ባህር በራችንን አሳጥቶናል። ግን እነሱ ስላሳጡን እኛ ዝም ብለን ማየት አለብን ማለት አይደለም። ህጋዊና

ስለዚ እኛ ከታሪክ ውጭ ከህግ ውጭ ኣልጠየቅንም። ብሕጋዊ መንገዲ ይግባእ ስለ ዝኾነ ካብ ታሪክ ብታሪክ ውን ይግባእ ስለ ዝኾነ ክትሓትት ንቡርዩ እዩ ዝብል ዘሎ ማለት እዩ ዝዓጸወና ከኣ ከምዚ ገበረና መለስ እዩ በቃ ንሱ እዩ ከምዚኣ ገሩ ዓጺዩና ከይንሓትት ውን ከይምለሰልና ውን ዝገበረ ንሱ እዩ እዩ ዝብል ዝሓውና ማለት እዩ እዮም ዝብሉ እዞም ኣቦና ብኻልእ ኣበሃህላ ዝብኢ ደቀሰ ንስኹም ክትናሓንሑ ንሕና ግን ንጸንት ኣሎና በጃኻትኩም ሕሰቡልና ዝብል ምሕጽንታ ኣሎ ዋእ ንስኹም ክትናሓንሑ ዓራት ኩምን ፎቕኩምን ሒዝኩም ገዛኹምን እንጀራኹምን ሒዝኩም ዋ ከምዚ ድዩ ተተሓሳስባ ሓድነት ከመይ ድዩ ዋ እተ ድሕሪ ትማል እኳ ሰብ ደው ዘይምበለ ዘይምደቀሰ ዋ እታ ንሕና ተወዳእና ንውዳእ ኢና ዘለና በጃኻትኩም ዋይ ናይ ጠጣዕምኹም እንደይትሕሰቡ ንናይ ስልጣንኩም እንደይትረኣዩ ንህዝብኹም እንዶ ሕሰቡ እቶም ኣብ ዓፋር ዘለዉ ደቅና እዮም እቶም ኣብ መቐለ ዘለዉ ደቅና እዮም ሽማግለ ጌርና ዓዶም ነእትዎም ንስ ንሳትና ክንዋጋ ኣይንደልን ንዓና ከዓ ገዛና ምለሱና በጃኹም እዚ ፖለቲካ እዚሲ ንዓኻትኩም እምበር ንህዝቢ ትግራይ ምንም ዝጠቐመ የለን ምእንታይ ድኻ ምእንታይ ተፈናቐል ገገዛና ሰዱና ዝብ ኣይደቀሰን ይመላለስ እዩ ዘሎ ለማዓንቲ እኳ ኣብዲ ዝበሃል ብሎክ ደርሆ ሽሕ ቅርሺ ትሽየጥ ናይ ሓንቲ ድኻ ሒዙ ኸይዱ ብኡ ይሕለፍ ኢልና ሰኢልና ስለ ናህና ሕሰቡ ስለ ህዝቢ ትግራይ ነቲ ጭቁን ሕሰቡ ስለ ናትኩም ንሕንሕ ኣይትግበሩ እዚ ሐራይ ንሳቶም ንሳ እቲ ህዝቢ ባይዘ ካልእ ዘውግዕ ቶም ኣብቲ ኣኼባ ዝመጹ ካልእ እዮም ዘወግዑ ንስ ብጣዕሚ ዝሕዝን እዩ የማነ ፀጋም ሰሜነ ደቡብ ዘውግዑ እንተሊኦም መራሕቲ ናይ። ሓድነት ህዝቢ ትግራይ ምምላስን ምጥንኻርን ዘድልየሉ ዋና ምኽንያት ኣብ ናይ ህልውናን ሓደጋ ዘላ ትግራይ ንምድሓን እዩ። እዚ ኮይኑ ህወሓት ክድሕን ወይ ክጠፍእ ዝኽእል ብውሽጡን ብኣባላቱን ኮይኑ ህወሓት ገጢምዎ ገጢሞምዎ ካብ ዘለዉ ማሕንቖታት ወፂኡ ዓብይን ነባርን ናይ ኩላትና ኣሰር ዘለዎን ፓርቲ ድሕንነቱን ቐፃልነቱን ክረጋገፅ ኩሉ ዝከኣለና ምግባር ነውሪ ምጥሓስ እንተይኮነስ ሓላፍነትናን ሓላፍነትን ግቡእን ከምዘለና ግልፂ ክኸውን ኣለዎ። ግርም ስለዚ ካብዚ ተበጊስና ኢና ሓላፍነትና ግቡእናን ስለዝኾነ ንዓድና ንክነድሕን ኢና እምበር ንቡር ምጥሓስ ኣይኮነን ዝብል መልእኽቲ እዮም ኣመሓላሊፎም ዘለዉ ፕረዚዳንት ግዝያዊ ምምሕዳር ትግራይ ማለት እዩ። ቀፂልና እንብለኩም እቲ ናይ ሎማዓንቲ ዘሎ ቪድዮ ከምዘለዎ እዩ። እቲ ዘረባታት ትዝስማዕ ሰሚዕኹሞ እቲ ዝውጋዕ ኣውጊዕና እቲ ዝሰሓቕ እውን እሽለይ ብዝተወሰነ መጠን ስሒቕና ኣሉ። ፅቡቕ ቪድዮ ከምዝኾነ ተስፋ ይገብር። ንስኻትኩም በሊዕኹም እንተይመረቕኩም ኣይትኺዱ ባህሊ ወለድና ከምኡ ኣይኮነን። ትምርቕ ንቐደም ትበልዕ ደሓር ትምርቕ እዩ ተመሪቕካ ከኣ ትምረቕ ኢኻ ንዑኡ እዩ ማለት እቲ ምርቓ ካብ ወሎዶ ናብ ወሎዳ ይመሓላለፍ እዩ ምርቓ ዩቱበር እንታይ እዩ ሳብስክራይብ ምግባር ሳብስክራይብ ግበሩ ክብለኩም እየ ዝደሊ ልዋም ቅኔ ይኹነልካትኩም ዳሕና ቀንዩታ ቻው። Good light
ዳሕና ሕደሩታ ኣሕዋተይ ማለቱ እዩ።